ሰላም ሰላም ክብራትን ፍትዋትን ኣብ መላእ ዓለም ትርከቡ ናይ ቻናሊ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን። ብወገነይ ሰላም እየ። ንስኻትኩም እውን በቢ ዘለኹምዎ ሰላምኩም ክበዝሐለይ በዓልቲ ሙሉእ ተስፋ እያ። እንኳዕ ድማ ናብ ቻናለይ ብሰላም መጻኹም። ሎማዓንቲ ከዓኒ ቀለም ዋጋ ኣየ ሒዝልኩም መፅየ እኒኹ ካዲስኮ ኣዚኣ እኒሃ ፅሕፍቲ ካዲስኮ እታ ዝሐሸት ቀለም ካዲስኮ እያ እዚ እኒሆ ካብኡ ከዓኒ ክንደይ ሊትር ይሽፍን ማለት ክንደይ ካሬ ይሽፍን ገለ ዝበልኩሞ ካሬኡ ኣይ እንትን እዩልን ሊትር እዩ ሊትሩ ከዓ ኣርባዕተ እዩ እዚ ቢ ዜሮ ሓደ ይበሃል ቢ ዜሮ ሓደ ማለት ፃዕዳ እዩ ዜሮ ሓደ ቁፅሪ እዩ ፃዕዳ እዩ ስለዚ ናይዚ ኣብ ክነግረኩም እየ ኤክስፓየርዱ እና ዝተመረተሉ ደግሞ እዚ ብደንብ ኩሉ እዩ ዝንገሮ እና ክትገዙ ከለኹም ኤክስፓየርድ እና እዚ ዝተሰርሐሉ ዓመተ ምህረት ክትርእይዎ ኣለኩም ምክንያቱም ሕማ ኤክስፓየርድ ኮይኑ ያው ፅቡቕ ስለ ዘይመፅእ ማለት እዩና ሓዚ እዚ ጋ ዲስኮ እንታይ ይመስል ንዝብል ከሪኦኩም እየ ክብራት ኣሕዋተይ ሓቢርና ንክፈታ ማለት እዩ ሓንቲ ካርቱን ክንዲ ጎማ ትሕዝ ሓቢርና ንርኣያ ዝሓሸ ቀለም ካብ ዲስኮ እዩ ካብ ዲስኮ ጌርኩም ቐብእዎ ገዛኹም እዚ ፕራይም ገለ ዝበሃል ገና እዩ ኣይተረጋገፀን። ካርቶን ሓደ ሓደ ነገር ክኾን ነይሩ እና እንታይ ጌርና ንኸፍታ ዶ እዚኣ ትመስል ባይዘወይ ኣብዚ ሕዚ ግዜ ብጣዕሚ እዩ ወሲኹ እኒሆ ብንእሽተይ እምሊጠ ብንእሽተይ እናተ ይዕድል ግን እውነት ፈጣሪ ብጣዕሚ እዩ ዝፈትየኒ ሕዚ ከቐብኡ ክመፅኦም ይቕረሎም እየ ዘለኹ ረይባ ታደስኮ ቀለም እዚ ኣያ ታደስኮ ቀለማት እዚ እዩ ኦሪጂናል ቀዳማይ ማለት እዩ ኤክስፓየር ድሪኦ ክንግዝእዎ ብዜሮ ሓደ ማለት ፃዕዳ ማለት እዩ የውስጥ ግድግዳ እዚ ናይ ውሽጢ ግድግዳ እዩ እዚ ቀለም እዚ ክነግረኩም ከለኹ ማይ ብማይን ሐዚ ዝኾነ ርስሓት ረሲሑስ ድሕር ረሲሑስ ብማይ ጌርኩም ተሓፂብኩሞ ብቐሊሉ እዩ ዝኸይድ እና የውሽጢ ግድግዳ ይበሃል ናይ ውሽጢ ገዛ ይበሃል ካብኡ ናይ ደገ ከዓ ኣሎ ማይ ፈሲስዎ ዘይበልል ሓፂብካዮ ዘይካየድ ከም ሰንሴቲቭ ነገር እዩ ሽሕን ሓሙሽተን እዩ ንሱ ደሞ እና ክንደይ ሊትር እያ ንዘልኩም ደሞ ኣብዚኣ እኒሃ ፎር ሊትር ትለኩም ኣላ ዝኒያ ኣርባዕተ ሊትር እዩ ረይዋ ትሪእዋ ኣለኹም ኣርባዕተ ሊትር ዝተመርተሉ ዓመተ ምህረት ኩላም ለቃ እኒሄው እዚ ብዕለት ዓሰርተ ሽዱሽተ ሻምናይ ወርሒ ክልተ ሽሕ ዕስራ ሓሙሽተ ማለት ብፈረንጂ ኣብዚ ዓመት እዚኡ ተመሪቱ እስካብ ክልተ ሽሕ ዕስራን ሸውዓተን ድማ ይፀንሕ ቀፀሊ ዓመት ኤክስፓየርድ ይኸውን ኣሎ ማለት እዩ ክልተ ዓመት ብቻ እያ ዝፀንሕ ካብኡ ኣብዚ ክንደይ ካሬ ይሽፍን ንዘልኩሞ ካሬ ኣይገልጽን ከም መቅጣኑ ከም ምሕፋሱ በዓልቲ ከም ትውስንዎ ግን ኣርባዕተ ሌትር እያ ትሕዝ እና ከፊተ ከይርእኩም ከይነፍስ ውሽጡ ጸኒሐ ካርእኩም እየ በዓል ሞያ ሕዝ መጽ ክልምጻ እዩ ጸኒሐ ካርእኩም እየ እና እዚኣ ትመስል ካዲስኮ ገዛኻን ብካዲስኮ ጌርኩም ስርሕዎ ፕራይን ገለ ከይትገጹ ንፋት ስልክ መዓት እዩ ዘሎ ካብኡ ከዓ እንትንከርእኩም ማለት እዩ

ፋይ ነርባዓ ዝኒሀው እዚ ዓመተ ምህረቱ ገለ ዝገልጽ እዩ ኣብዚ ከዓኒ ክንዲ ሊትር ንዝር 16 ሊትር እኒሀው እዚ ካብኡ ፋይን ማለት ለማፅ ኳርትዝ ማለት እዩ ሕዚ ዝለማፅ እንድሕር ደኣ ኮይኑ እ፣ ዝለማፅ እንድሕር ደኣ ኮይኑ ማለት እዩ ብዙሕ ካሬ ይሽፍን እዩ ካብኡ ከዓ ብዙሕ ይንጠባጠብን ክትሪኦን ቆንጆ እዩ እዚ ሓፋፍቲ ኮይኑ ግን ሓሸዋ እዩ ብጣዕሚ እዩ ዝንጠባጠብ ክሰርሕዎ ከለዉ ይንጠባጥብዎ እዮም ካልኣይ ከዓ ኣነስ እንድዐ የርእየዮ እዮም እሞ ክትሪኦስ ብጣዕሚ ዘፅልእ እዩ እዘን ፋይን ግን ብጣዕሚ እየን ደስ ዝብላካ ንክተፅርዮ ፅቡቅ ካልኣይ መዓልቲ ክትሕድሶ ፅቡቅ ንብዙሕ ነገር እዩ ዝምቹ እና ንሱ እውን ሰብ ይመርፆ ኣሎ በዝሒ ንሱ እዩ ዝገዝኦ ኣነ እውን እዚኣ ፋይን እየ ገዝየ እና ዓሰርተ ሽዱሽተ ሊትር እያ ትሕዝ ያው ክንደይ ካሬ ይሽፍን እዚ ካብ መቕፃኑ ካብ ምሕፋስ እዩ ሊትር ብቻ እዩ ኣብዚ ዝፀሓፎ ዓሰርተ ካሬ ክትሽፍኑ ትኽእሉ ሓሙሽተ ካሬ ክሽፍን ይኽእል ከም መቕጣኑ ከም ምስሓቡ ሓዝናተይን እተን ደገኣፍት ገዛኣየን ንፋስና ጸሓይ ብዙሕ ስለ ዘይረኽቦ ኣርቂቐ ቀጢነ እየ ክስሕቦ። ስለዚ ብዙሕ ካረይ ክሽፍነለይ ኢለ ተስፋ ይገብር ክኣሉ እንከሎ ድማ ከርእየኩም እየ ማለት እዩ። ካብኡ ከዓንየ እዚ ናይ ገዛ እዚ ግን እዚ ቀለም እዚ ግን ኣነ ውሽጢ ገዛ ስኢሉስ ድምቕምቕ ድምቕምቕ በቃ ስኢሉ ፋፋ ኢሉ ክርእዮ ስለ ዝደሊ ብዙሕ ክብደኒ ይኽእል ምክንያቱ ስኢልካ ከምዚ ልሕጉዝ ልሕጉዝ ዘይኮነስ በቃ ከምዚ ብደንቢ ደማቃ ኮይኑ እየ ኸሪኦ ዝደሊ እና እሱ ብዙሕ ክርድኣኒ ይኽእል ባይዘወይ እዛ ቦርድና ከምዚኣ ትመስል ደሚቃ ሎማዓንቲ ብጣዕሚ ፃዕዳ ኮይና እዚ ቻክ ደሪቁ ወይ ኣይ ማርያምን ስኢለሰ ቃ ተወጪ ወጪ ተዘይሳዊሰ ቃ ክሪኦ ከለኹ ስኢሉ ደስ ይዝለኒ ወይ መብራት በሪሁ እዚ ኮፍ ኢለ ክሪኦ ከለኹ እሞ ዋእ ተመስገን እውነት ግን ወይኒ ሓቦኛ እያ ብጣዕሚ እያ ሓቦኛ ባይዘወይ ክነግረኩም ኣብ ስደት ኮይንኩም ገዛ ስርሑለይ ደትብሉ ካብኡት ገንዘብ ብዙሕ ደይውድልኩም ጸርጸርጸርጸርጸር ትብሉ ካብኡስ ባ እዚ ክንዲዚ እዩ በቃ ክንዲዚ ከይተስርሕዎ እዚ ዳ ካቢርኒ ብዙ ይስርሕለይ ትብሉ ካብኡ ብቲ ዳሕናዋኢ እዚ ቦርድ ዘይክግበሮ ዘይክግበሮ ይኽእል ብፍሬም ገይሮም ክሰርሕዎ ይኽእሉ ካብኡ ሓደ ሓደ ኣቕሓ ሎ መዓት እና ሕዚ ዝኾነት ኣቕሓ ናይ ሽንቲት ኣቕሓ እየ ገዚኤ እዛ ናይ ፃሕሊ ማለት እዩ በርባዕተ ሽሕ በርባዕተ ሽሕን ሓሙሽተ ሚእትን ገዚኤ እያ ግን እታ ፃሕላ ፍሊትና ፍሊት እያ ንምርሳሓ ዘይሕዝ ሽታ ዘየምፅ ጥዒት እያ ግን ከ ብክልተ ሽሕን ሸውዓተ ሚእትን ደሞ ነይሩ እቲ ማንም ሰብ ዝጥቀሞ ማንም ሰብ ዝገዞ እዚ ውሽጣ ውሽጢ ቋቑራ ዘለዎ ርስሓት ዘእትርሞ ክልተ ሽሕን ሸውዓተ ነይራ እንታይ ኢሉኒ እዚኣ እዚኣ ንኸምዚኣ ትጠቅም፣ እዚኣ እዚኣ ደሞ ንኸምዚኣ ትጠቅም፣ ዋግኣን ከዓ እዚኣ ክንድዚኣ እዚኣ ክንድዚኣ ኢሉኒ። ብዓይነይ ስለ ዝረእኽዎ፣ ናይቲ ገዛ በዓል ዋና ስለ ዝኾንኩን ንባዕለይ ስለ ዝኾነ እዚ ጽቡቕ እዩ ዋግኡ ክንደዚ እዩ፣ እዚ ከዓ እዚ እኒሀዎ ኣፈላላየ፣ ሕማቕ ዘይኮነስ እዚ እዩ ኣፈላላየ ኢሉ ከረድኣኩም ከሎ እቲ ሰብ እንታይ ኢኹም ትመርጹ? ዝሃብኩም ሂብኩም እታ ጥዕይቲ እና በቃ በዓል ዋና ኣብኣ ጠጠው እንድሕር ደኣ ኢሉ እቲ ናራእኹምስ እቲ ጽቡቅ እቲ ጽፉፍ ዋጋ ኢኹም ትገዝኡ እዩ እቲ ኣቕሓ ኢኹም ትገዝኡ እና ካብኡ እናገበርኩ ገንዘበይ ይውዳእ ኣቢላ ደቂ ዓበይቲ ወይ ማዕሪ እና በዓል ገዛ ኣብኡ ኮፍ ኢሉ ዘስርሖ ተኮይኑ ያ ብርግጽ እቲ ገዛ ቆንጆ እንዲ ዝኸውን ግን ትዘይኸውን ኣቕሓ ንክትገዝኡ እንትን ኣይብለኩምን ኣይኽእለኩምን ካልእ ሰብ ተኮይኑ ግን ኖርማል በቃ እቲ ዝሓሰረሉ እዩ ክገዝእ ዝደሊ ምክንያቱም ክማረር ኣይደልን ምስኻትኩም ክዛረብ ክጨቃጨቅ ምናምን ኣይደልና ኣነ ህይወት ዝተምሃርኩ ነገር ተልዩ ንሱ እዩ ማለት እዩና ደቂ ዓበይቲ ወይ ረይዋ ክትፅብቅ ኮይና ብጣዕሚ እያ ቆንጆ ኮይና ድሚኡ ዝቻክማ ብርሕሱ ኣይደምቀ ነይሩና ሕዚ እናደረቀ ምስ መፀ ብጣዕሚ ቆንጆ ኮይኑ ካብኡ ከዓ ብጣዕሚ ክደረቅ እዩ ገና ሰሙን እዚ ምስ ደረቀ ቀለም ከዓ ንሱ ፃዕዳ ቀለም በቃ ኣሰይ ደስ ፍሉይ ዲዛይን እዩ ከውን ባይዘወይ ኣብ ምርጫ ኣንደኛ እየ ብጣዕሚ እየ ገበዝ ምርጫ ኣነ ብሻ ዘይኮነስ ምሰርሑ ሰባት ባዕሉስ ከመይ ኢሉ መፂልኪ ብጣዕሚ ቆንጆ ዲዛይን መሪፅኪ ገለ እናበሉና እንዚኣ ትመስል ማእኸሉ ቀለም ከለ ደግሞ ፍሉይ ክኸውን ሎማዓንቲ ንቅልሞ ኢና ክነርየኩም ኢና ማለት እዩ ደቂ ዓበይቲ ወይ ማዕረ እና እስኪ እግዚኣብሔር ኣምላክ ዓድና ሰላም ይግበረልና። እስካብ ሽዕ ደሞ ሰላምኩም ለይስኻትኩም እውን ብካልእ ቪድዮ እስካዕ ዝምለሰኩም ሰሰናዩ እዛ ናይ መጋረጃ ዝርክኹም ደሞ ረእዋ ዘይረኣኹማ እንተለኹም ቃሪፅ እያ ነይረዋ እዩ ግን በቃ ስኢለ ስራይ እያ ራእያ እዩ ዝመፅእ ብጣዕሚ እያ ደስ ትብል ረእዎ ሕዚ እዚ ኣነ እንተዘይህሉ ነይራ ከመይ ገይሮም ክሰርሕዎ ነይሮም ከምዚኣ ገይሮም ከምዚኣ ገይሮም ምለት እዮም ክሰርሕዋ ነይሮም ኣጋጣሚ ግን ስለ ዝነበርኩ ናይ መጋረጃ ኣውፀለይለዮ መጋረጃ እዚ ርኤዎ ሰለስተ ሜትሮን ሱሳን እያ እታ ሰለስተ ሜትሮ ናይ መጋረጃ እያ ብቲ እንክዮይ ሳላሳ ብዚ ሳላሳ ዶሞ እቲ መጋረጃ ናይ ማእኸል ቀትሪ ክትከፍቶ ከለኻ ብቲ ብቲ ክትገብሮ ከለኻ ናቱ ዝሕዝ ማለት እዩ እና ያው ብጣዕሚ ደስ በሃሊ እዩ ክብራት ኣሕዋተይ ከምዚ ጌርኩም ገዛ ክመፅእ ቀብልዎ ካብኡ ከዓኒ ብምንታይ ክንረኽበኪ ዘልክናን ንዓይ ክትረኽባ ትደልያ ብዜሮ ትሽዓተ ሓምሳን ትሽዓተን ሱሳን ሓደን ሓምሳን ትሽዓተን ሰብዓ ክደግሞ እየ ዜሮ ትሽዓተ ሓምሳን ትሽዓተን ሱሳን ሓደን ሓምሳን ትሽዓተን ሰብዓ ብጣዕሚ ቀላል እያ እዚኣ ደዊልኩም ትረኽቡ ንትኽእሉ ኢኹም ማለት እዩ ያው ኣብ ቀረባይቲ ኮይኑ ገዛ ገዛኹም ኣብ ቀረባይቲ ኮይኑ ንዓይ ዝቐረብ እንተኮይኑ ክርእየልኩም ይኽእል እየ ችግር የብሉን እና ብዚ ደውልን ዓየ ብዚኣ ከም ትረኽባኒ ትኽእላ ብዛ ስልኪ ንስኻ ደግሞ ቴሌግራም ኣላትን እያ ብቴሌግራም እውን ክትደውሉ ትኽእል ኢኹም እና ደቂ ዓበይቲ ወይ ሰሰናዩ ባይ ባይ